ከመይ ትውዕሉ የሕዋት ንሎማዓንቲ ብዛዕባ ቢትጌት ኢና ክንዛረብ እዛ ኣፕሊኬሽን ናይ ክሪፕቶ ኮይና ቀስ ብቀስ ከዓ ክሪኤኩም እየ ማለት እዩ እስከ ኣብ ስክሪን ከምትሪእዎ ዘለኹም ኣብቲ መእተዊ ኣፕሊኬሽን ኢና ዘለና እዚ ትሪእዎ ዘለኹም እዚ ኣርው ናተይ እዚ እንተ ኣካውንት ሊካ ትኣትወሉ ማለት እዩ እዚ ግን ዘይብልካ ሳይን ኣፕ ትብለሉ ማለት እዩ ሕጂ ስለዚ ይብልና ሳይን ኣፕ ክንብል ማለት እዩ ቅድሚ ሳይን ኣፕ ምባልና ግን ጎኒ ጎኑ ወትሮ እታ ብደገ ክመፅእ ከለካ ነዚኣ ትመስል ነዘቲ ኣካውንት መግዝኢ ማርኬት መንገዲ ኮፒ ሮቦት መሳሉ ኣለዉ ስለዚ እቲ ውሽጢ ኣትየ ክርእየኩም እየ በቲ ናተይ ናይ ብሓቂ ኣካውንት ማለት እዩ ክሳብ ሽዑ ኣፅብሉ ስለ ዘለኹም ኣብዚ ኢሜይለይ ክፅሕፍ እየ ሽዑ ፓስፖርት ክህበ ግን ክኣትሎ ሽዑ ምስ ኣተፈረየኩም መልሰኩም ኣለኹ ሕጂ እዛታ ሓቀኛ ኣካውንት እያ ምክንያቱ ሎግኢን ኢለ ኣለኹ ኣትየ ኣለኹ ኣብዚ ላዕሉ ከማነ ኖርማል ናይ እንዳ ሽምኤ ገይረ ማለት እዩ ኖርማል ሰለይ ያ ሰለናት ኣይኮነን ናይ ባምቡላ ናይ ሓደ ሽሚን ሓደ ቆልዓ እዩ ንጆ ክልኤ ገይረ ግን ስእላ ክትገብረ ዝኽእል ኣብ ዘየገድስ ጀት ኣፕሊኬሽን ከም ዝመስል ኣካውንትኻ ገንዘብ ካብ ክትሪኦ ትኽእል ኢኻ ግን ነቲ እንታይ ሽሙ ዓፅዮ ኣለኹ ክሪኦ ዘለኹ ክትሪኦ ዘለኻ ግን ኣብ ውፅእ ክተብሎ ክንደይ ገንዘብ ኣለካ ትሪኦ ትኽእል ኢኻ ሕጂ እዚ ስፖቲ ማርጂን ዝተፈላለየ ስፖት ሕጂ ከመይ ዕሙቕ ኢለ ሎመዓልቲ ዕሙቕ ኢለ እኳ ይኹን ግን ሕፅር ቢለ ሎመዓልቲ ክገልፆ ክፍትን እየ ብመዓልቱ ተፈላለየ ኣሎ ማለት እዩ ሕጂ ክትብሎ ከለኹም እንታይ ትገብሩ ኦልሬዲ ሳይን ኣፕ ክትብልኹም ክትመዝገቡ ኢኹም ማለት እዩ ተደረኹም ኢሜይል ሂብካ ፓስፖርት ካትባ ሽዑ ኣብዚ ከተምፃከ ሽዑ

ይረአ ኣነ ግን ሽመይ ኦረዲ ኣይፈሪኤልኩም ኣብዚ ከዓኒ እናሃለፍኩም እዛ ተቐቢሎምካ ቨሪፋይ ትኸውን ከምዛ ኢላ ጃስት ኣይዲ ካርድካ ናይ ቅድም ናይ ድሕሪት ምስ ኢልካ ትሰጥልን ካልኣ ሓንቲ ይኹነ ተቐበልዋ ንሰለስተ ሚልዮን ከተውፅን ከተውፅእ ይፍቀደልካ ክንደያ እዩ ዘሎ ሊሚት የብሉን መስለኒ ድሊካ እዩ ግን ኣነ ኣለኒ ማለት ኣይኮነ የብለይ ክንዱ ኣብ ስለ ዝኾንኩ ዳህሊካ ብፁዕ ገንዘብ እውን ካብ ክንዲ ዝነ መዓልቲ ክፍል ይፍቀደልካ ማለት እዩ ሚልዮን ዶላር ያ ስለዚ ኣካውንቲ ዘይመስል እቲ ሰክሪቲ ምስ ዘለኩም ፓስፖርት ገለይ ካልእ ኣብ ሓንቲ ይኮነ እንታይ ይኮነ ተኽቢት ኮቢትኩም ካ ሰሓፍለይ ክሕግዘኩም ማለት እዩ ኮመንት ስፍለ ይሸዑ

ኣልፊ ክፍፅሙ ኣብ ኣርባዕተ ኣርባዕተ ዓመት እዩ ዘካይድ ቢትኮይን ዝነበረ ይምቀል ማለት እዩ ዋጋ እቲ ዋጋ ቢትኮይን ከዓኒ ይኸብር ኣብነት ሕጂ ቢትኮይን ኣርባዓን ክልተን ሸሕ ኣሎ ንሓንቲ ድሕሪ ተሃልፊን ኣብ ድሕሪ ሸሞንተ ወርሒ ካብ ሚእትን ሓምሳን ሸሕ ንሓንቲ ቢትኮይን ክኸውን ትፅቢታት ኣሎ ክሳብ ክልተ ሚእቲ ሸሕ ዘሎ ጉልበት ዕዳጋታት ከኣ ናህሪ ክውስኹ ማለት እዩ። ስለዚ ፍርትናቱ ሕድሪ መዓልቲ ኣብቲ ስፖርት ማርኬት ክርኤኩም እዩ ድሕሪ ካብ መዓልቲ ካብ ብንሽ ክርኤኩም ማለት እዩ ቅድሚ ግን ብንእሸነ ምሽ ክላለየኩም እዚ ኢርን ዝብል ዘሎ ገለ ክሪፕቶ ግዜኻ

ክትሪኦ እንትኽእል ኢኻ ገለ እሱ እዩ ከቢድ ኣይኮነን ካልእ እቲ ትሬድ እናሃለኩም ኣብዚ ፊቸር ትዳ ኮይኑ ነጋዳይ ዲኻ ንሓደ ደቂቕ ወይ ያ ንሓደ ደቂቕ ኮይኑ ኣሎ ንሓሙሽተ ደቂቕ ወይ ንሓደ ሰዓት ወይ ንኣርባዕተ ሰዓት ናይ ክንደኻ ግዜ ክትነግድ ንኣብነት ክርእየኩም እየው ወላ ስበት ምክንያት ወድም ስበት ንገኩም ስበት ኩሉ ገዜ እያ ስለ ዝኾንኩ በል ሓንቲ ገንዘብ ይብለይ ምበር ገንዘብ ትልቅ ኣብ ድራይ ዝሪኦ ዝኽላ ምስ የማን ስለዝኾነ ዘሎ ካብ ድራይ እዚ ኢዞሌትድ ክኸውን ኣለዎ ማለት እዩ ራሲ እዩ ምክንያቱ ኩረስ ተደኣ ኮይኑ ተደኣ ከሲርካ ኩሉ ገንዘብ ካለኪሙ ከይጠፍእ እዞሌት ተደኣ ኮይኑ ግን ናይተን ገንዘብ ሓምሳ ቅርሺ ጥራይ እንዳ ኣፊርካ ኮንካ ሓምሳ ቅርሺ ጥራይ ትኸስር ማለት እዩ ኩረስ ተኮይኑ ግን ኣብቲ ኣካውንት ሓሙሽተ ሚእቲ ልካ ሓሙሽተ ሚእቲ ይጠፍእ ማለት እዩ ይህ ኩልሻ እዞሌት ተገበርኩም ተመራጺ እዩ ማለት እዩ ካልእ እንታይ ኣሎ ያ ገንዘብ ተደሊካ እንታይ ትገብር ናይ ክንደይ ግዜ ኢኻ ክትገዝእ ደሊኻ? ኣነ ሕጂ ኣነ ሕጂ ናይ ንሎንግ ተርም እየ ናይ ነዊሕ ናብ ሓደ መዓልቲ ክትገብር ትበልኩም ዋንደይ ኣብኣ ትገብራ ሽዑ ኣብዚኣ ኣብዚኣ ምሻላ ስበታላ ኣብዚኣ ኣብዚኣ ዘለይቲ ትሃርም ሽዑ ኣብዚ ማርኬት ትሃርም ሽዑ ክንደይ ገንዘብ ኣለካ ንኣብነት ሓሙሽተ ኢንት እንተኣብዚእቲ ከለኻ ሽዑ ካብኡ ንቢትኮይን ክንደይ ደሊኻዮ ኣለኻ ሚእቲ ኢሮ ሓንቲ ሓንቲ ኢትዮ ኣን ኢትሪ ማለት ታታ ንቢጂ ቢሃም ኢትሪ ማ ቀልካ ክትፍረ እንተደሊኻ ንኣብነት ሚት ኢሮ ንሓሙሽተ ሚት ኢሮ ከምዘዩ ዕስራ ሚእታዊት ሕጂ በላ ገንዘብ ስለ ዘይበለ ግን ሰሓብ የለን እምበር ከባቢ ካብ ዕስራ ሓሙሽተ ሚእታዊት ትሪእዎ ኣለኹም ግን ዕስራ ሚእታዊት ክሪኦ ክምገለ ምሰለ ኩሉ ክሪኦ ክምገለ እሺ ኣብ ፊቸር ግን ከሪኤኩም ክእል ገንዘብ ኣለኒ ፊቸር መንገዲ መዓልታዊ ናይ ደቃይቅ ብለ ዝነብዘሉ ማለት እዩ ኣብ ከሪኤኩም ሕጂ ግን ዝሽኮ ስለ ዝኾነ ከመይ ከም ዝሰርሕ ማለት እዩ ሽዑ ነቶም ድሜታዊት ምሳብኩም ናይ ዕቃ ክትገዝሉ ደሊኹም ዘለዎ ባይ ትብሉ ኣብዚ ወዲኹም ኣለኹም ሽጡ ከለኹም ከኣኒ መኽሰብሲ ረኺብና ኢና ወይ እውን ኣይተድልየኒ ኣብዛ ሳንቲም እዚኣ ገንዘበይ ክመልስ እየ ተባኢልካ ኣብዚ ኣብታ ገዚእኻያ ዝነበርካ ሳንቲም ትኣቱ ኣብ ዝስፋ ማለት እዩ ንኣብነት ኢኻ ፅሒፍ ነርካ ማቲክ ፖሊጎን ዲኻ ገዚእኻ ኦኬ ንኣብነት ማቲክ ኢልካ ትፅሕፍ ማቲክ

ትመሃሩሉ ኢለ እንተ ክገብኩም ግብሩ ናይልኩም ግን ነብስኩም ሓላፍነት ወሲድኩም ኢንቨስቲ ግብሩ ማለት እዩ ዝሓገዝ ዘለዎም ካ ተሓትኩም ትኽእልኹም ትመጥ ገብረ ጉዳይኩም ሽዑ ሴል ትብሎ እዚ ማለት እዩ ኣብ ዝሃርምካ ሴል ትብሎ ዝበጥላ ኣብዘናት ኢንቨስት ሕጂ ክርእኩም ክእለ ክንደይ ማቲክ ኣለኒ ግን ፅቡቅ ኣይኮነን ከመይ ስኩም ጀመርቲ ስለዝኮንኩም ዝደፋፍእዎት ዋጋ ማለት እዩ። ስለዚ ሓደ ሰብ ክንደይ ኣለዎ ብዘየገድስ ዋላ ቅርሺ ትኹን ዕዳቤታ ንስኻ ትእትዎ ዓቕሚ ክትሕፍር ተመራፂ እዩ። ከመይ ጌርካ ተፍርካ ብመፅእ ዘሎ ቪድዮ ቁርብ ክገልፆ ክፍትን እዩ። ያ ሎሚ ግን እዛ ስፖርት ኣኽላ ክኸውን እዩ ብዛዕባ እታ ሳንቲም ወፈር ክትፈልጥ ትደልኻ ከዓ ኣብዚ ማቲክ ናሃለኩም ሕጂ ሊጎን ሊጎ እንታይ ይገብር

ክንደይ ሴርኩሌቲንግ ሳፕላይ ትሽዓተ ነጥቢ ሽዱሽተ ማክሲማም ሳፕላይ ካብ ዓሰርተ ቢልዮን ሕጂ ካብቲ ዓሰርተ ቢልዮን ሰጥኩን ወይ ከዓ ሳንቲም ሲ ትሽዓተ ነጥቢ ሽዱሽተስ ኣውፅኦም ኣሎ ኦረዲ ሕጂ እዚ ዓብይ ታሽሙ እውንታዊ ከመይ ሲ ኢንፍሌሽን ሲ ከጋጥም ዝፀበብ እዩ ወፂኡ ኣሎ ኦረዲ ተሳነቲ ምክንያቱ ዓቂቡ ውሕድ ኮይኑ እቲ ወፂኡ ዘሎ ግን ድሕሪ ሕጂ ዳምፕ ክገብሮ ናብቲ ማርኬት ሴል ክገብሮ ስለ ዘይጽገሙ ወይ ሚንት ክገብሮ ስለ ዘይጽገሙ ግዳይ ትኸውን ንሳ ማለት እዩ። ሕጂ እዚ ከምኡ ናጻ እዩ ማለት እዩ። ኢኮኖሚክስ ኣብዚ ክዲ እናሃለኩም እቲ ኢኮኖሚክስ ኣብዚ ክትሪእዎ ትኽእሉ ኢኹም። ዝተፈላለየ ፋውንዴሽን ዓሰርተ ስድስተ ሚእታዊት እዚ እኮ ብዙሕ ፋውንድ ኢኮኖሚክስ እኳ ክትፈልጥ ይግበኣካ እንድዩ ግን ዝያዳ እቶም ቲም ድሕሪ እቲ መጋረጃ ዘለዉ እቶም ቫሊዴተር ዋላ እቶም ካልኦ ካልኦ ክኾኑ ብዘየገድስ ዋላ እቶም ዲቨሎፐርስ ከመይ እዮም ተፅናዕካዮም ተመራፂ እዩ ሰው መወዳእታ ስለ ዝፅሕፉ ማለት እዩ ስለዚ ክሳብ ክንዲ ዕሙቕ ገለ ሳይኮንን ክንደይ ክኢላታት ኣለዉ ቢቱ ዝዛረቡ ንመን ትሰምዑ ከዓ ክነግረኩም ይኽእል እየ ምስ ግዜ ዋላ ንትሰምዑ ኩሉ ትሰምዑ እቶም ፅሑፋት ትሰምዑ ዋላ ውን ንሕድሕድና ተዝተዛረብና ፅቡቅ እዩ ስለዚ ሎሚ ኣብዚ ይኣክለና ቀፅሎ ብዝመፅእ ዘሎ ከዓኒ ዕምቅ ኢለ ክርእየኩም እየ ዋላ ውን ኣገዳሲ ኮይኑ ላይፍ ክኣቱ ይክእል እየ ነዊሕ ሰዓት ማለት እዩ ንሓደ ሰዓት ገለ ግን ግዜኩም ከይበላዓልኩም ጨራሪመ ጨራሪመ ከምፃልኩም እየ ያ እዚ ይመስል ከቢድ ኣይኮነን ብሩኽ ምሸት ብሩኽ መዓልቲ ወይ ከኣ ቀትሪ ስለዚ ክሳብ ንርኣ ደሓን ኩኑ ዝኮነ ሪስክ ኣይትውሰዱ ምፍላጥ ክኮን ኣለዎ ከሎ ብዘይ ፍላጥ ኣይኮን ሓገዝ ደልዮም ኣብ ኮመንት ጸሓፉለይ ብዝኮነ ክሕግዘኩም ክሳብ ዝኮንኩ።